ከማና ዝኾነ ከይመስለና እግዚኣብሔር ኣምላኽ ከም ሰባት ዝኾነ ከይመስለና እግዚኣብሔር እግዚኣብሔር ንሓቂ ዝፈርድ ልብን ኮላሊትን ዝምርምር ኣምላኽ እዩ ስም ኣምላኽ ይባል ስለዚ ረይዎ ይሕዋት እግዚኣብሔር ኣይትበፅሖን ኢኻ እግዚኣብሔር ኣይምርመርን እዩ ኣይብፅጣሕን እዩ ኣብ ፀፅባሕ ሓድሽ እዩ ሎሚ ፈሊጥ እየ ክትብሎ ከለኻ ፅባሕካ ካልእ በቃ ካልእ በቃ ካልእ ክብሪ እዩ ኢኻ ትርኢ በቃ ንእግዚኣብሄር ኣይትበጽሖን ኢኻ ክትበጽሖ ኣይትኽእልን ኢኻ ክብጽሕ ኣይክእልን እዩ ንእሽተይ ነገር ግን ካብቲ ናቱ ህልውና ንእሽተይ ነገር ግን ካብቲ ናቱ ብርሃን ምስ ኣርኣየና ግና ንሕና በቃ ደስ ይብለና፣ ንሕጎስ፣ ንጸግብ፣ ንዓግብ። ስም ኣምላኽ ንዘለኣለም ይባረኽ። ስለዚ ኣብ ድጓዓ እንታይ ዝብል ቃል ኣሎ? እግዚኣብሔር ኣምላኽ ሓድሽ ምዃኑ ኣብ ጸጽባሕ እንተ እግዚኣብሔር ኣምላክ ሓድሽ ስም ኣምላክ ይባረክ ኣብ ጸጽባሕ እግዚኣብሔር ኣምላክ እንታይ ሓድሽ ስም ኣምላክ ንዘልኣለም ይባረክ ሃሌሉያ እንታይ ብለና ኣብ ዱጋዓ ኤርምያስ ምዕራፍ 3 ጥቕሲ 22 23 እንታይ ብለና መሲልኩም ክልቴን ማለት እዩ ካብ ዕስራን ክልተን ክሳብ ዕስራን ሰለስተን እንታይ ይብለና መስለኩም? ምሕረቱ ኣይተወደእን እዩ እሞ ጥራስ ዘይጠፍኣናስ ጸጋ እግዚኣብሄር እዩ። ኣብ ጸጽባሕ ሓድሽ እዩ እሙን ምዃንካ ዓቢ እዩ ይብለና። ስም ኣምላኽ ይባረኽ። ረኣዩ እግዚኣብሄር ኣምላኽ ኣብ ጸጽባሕ እንታይ እዩ ንሱ ሓድሽ ኣብ ጸጽባሕ ንሱ እንታይ እዩ ሓድሽ እዩ። ዝልመድ ኣምላኽ ኣይኮነን። ዝብጻሕ ኣምላኽ ኣይኮነን። ስም ኣምላኽ ንዘልኣለም ይባረኽ። ንኣምላኽሲ በቃ ፈሊጠዮ እትብለሉ በቃ ጽቡቅ ገይረ ፈሊጠዮ እትብለሉ ነገር ኣይኮነን። ንሱ ኣሰር ኣሰሩ ዘይርከብ ዘይብጻሕ ኣምላኽ እዩ። ስም ኣምላኽ ንዘልኣለም ይባረኽ። ነገር ግን እዚ ዘይምርመር ኣምላኽ እዚ ዘይብጻሕ ኣምላኽ ብኣእምሮ ዘይምርመር ብኣሰር ኣሰር ዘይርከብ ኣምላኽ ግና ብወዱ ኢየሱስ ክርስቶስ ገይሩ እንታይ ገይርና ካብቲ ናቱ ዝኾነ ንእሽተይ ብርሃን ካብቲ ናቱ ዝኾነ እንታይ ገይርልና መሲሉኩም ሃለሉያ ንዓና ኣብርሂልና ናብኡ ክንቀርብ በቃ ህላውነቱ ከነሰማቕር ፍቕሩ ከነሰማቕር ምሕረቱ ከነሰማቕር ጽድቁ ከነሰማቕር ሃለሉያ ብወዱ የሱስ ክርስቶስ ገይሩ እንታይ ጌብና ኣክሰስ ሂብና በቃ ናብኡ ክንቀርብ ዕድል ሂብና ስም ኣምላኽ ይባረኽ ነዚ ኣቦ እዚ ክንፈርሖ እዩ ዘለና ነዚ ኣቦ እዚ ሃሎልያ ከነኽብሮ እዩ ዘለና ስም ኣምላኽ ንዘልኣለም ይባረኽ ስለዚ ኣሕዋተይ ናብ ኣምላኽና እንታይ ንኹን ንመለስ ናብዚ ብርቱዕ ኣምላኽ እንታይ ንኹን ንመለስ ምሕረቱ ኣይተወደን ንመለስ ብምሉእ ልብና ብኩሉ ሓሳብና ብኩሉ ሓይልና ንእግዝኣብሄር ኣምላተ ንግበሮ ንድለዮ ቃል ኣምላኽ ክዛረብ ከሎ መጀመርታ ኢልዎ እስራኤል ስማዕ መጀመርታ ንእግዝኣብሄር ኣምላኽ ብኩሉ ልንትናኻ ብኩሉ ሓይልኻ ብኩሉ ዓቕምኻ ብምሉእ ልብኻ ንእግዝኣብሄር ኣምላኽ እንታይ ግበሮ ኣፍቅሮ ኢሉ መጀመርታ እግዚኣብሔር ኣምላክ ካባና እንደልዮ ኩልንትናና ንኣምላኽ ክነፍቅሮ መጀመርታ መጀመርታ እንገብሮ ኣብዚ ምድሪ ንእግዚኣብሄር ኣምላኽ ልዕሊ ገዛእ ርእስና ልዕሊ ደቅና ልዕሊ ሓዳርና ልዕሊ ኣንስትና ሰብኡ ዘለክን ልዕሊ ሰብኡትክን ቀዳማይ ንእግዚኣብሄር ኣምላኽ ከተፍቅሮ እዩ እቲ ናይ እግዚኣብሄር ሓሳብ ፍቓድ ምኽሪ ስም ኣምላኽ ንዘለኣለም ይባረኽ ከምኡ እዩ ዝብል ቃል ኣምላኽ ስማዕ ኢሉ ኣብ ዘዳግምሲ ስማዕ ኢሉ ንደቂ እስራኤል ንእግዚኣብሔር ኣምላኽካ እንታይ ግበሮ ብምሉእ ልብኻ ብምሉእ ሓሳብካ እንታይ ግበሮ ኣፍቅሮ በቃ ተቀዳሚ ትእዛዝ ኣብ መጽሓፍ ቅዱስ እሰያ እንታይ ይብል ኦሪት ዘዳግም ምዕራፍ ሽዱሽተ ጥቅሲ ኣርባዕተ እንታይ ይብል ወእስራኤል ስማዕ፣ እግዚኣብሄር ኣምላኽና ሓደ እግዚኣብሄር እዩ፣ ንስኻ ድማ ንእግዚኣብሄር ኣምላካ ብዅሉ ልብኻን ብዅሉ ነፍስኻን ብዅሉ ሓይልኻን ፍተዎ። እዚ ኣነ ሎሚ ዝእዝዘካ ዘሎኹ ቃላት ኣብ ልብኻ ይኹን። ስም ኣምላኽ ይባረኽ። እንታይ ይብል ኣሎ? ንስኻ ድማ ንእግዚኣብሄር ኣምላካ ብዅሉ ልብኻን ብዅሉ ነፍስኻን ብዅሉ ሓይልኻን ፍተውዎ። You see? በቃ ብዅልንትናኻ ንእግዚኣብሄር ኣምላኽ መጀመርታ እንታይ ክትገብሮ ኣለካ? ክትፈትዎን ከተፍቅሮን ኣለካ።